መዓልታዊ ጽቡቕ ስምዒታት ክስምዓና ዘኽእላና ዓሰርተ ስትራተጂ ብኸመይ ዶ ትብሉ ኣለኹም? በሉ ንኺ መጀመርያ እቶም ነዚ ቻነለይ ሓደሽቲ ዝኾንኩም ሰባት ስመይ ግርማይ ወልዳ ይበሃል። ኣብዚ ቻነለይ ከኣ ዝተፈላለየ ዓይነት ብዛዕባ ስቶክ ማርኬት፣ ቆጠባ፣ ኣብ ጥዕና፣ ኣብ ኣተሓሳስባ ይጽዕን። እዚ ቻነለይ ማዕረ ማዕሪኡ ምእንታን ክዓቢ እቶም ሳብስክራይብ ዘይገበርኩም ሳብስክራይብ ክትገብሩ ናይዚ ቻነል ተቛደስቲ ክትኮኑ ብኽብሪ ይዕድመኩም። እቶም ሳብስክራይብ ዝገበርኩም ከኣ ሸር ኮመንቲ ናትኩም ሃነጽቲ ርእይቶታት ኣብ ኮመንት ክትገድፉለይ የዘኻኽረኩም። ንኺድ በሉ ናብተን ዓሰርተ ሓደሽቲ ሕጊ ብኸመይ ዶ ትብሉ ኣለኹም በሉ ንኺድ እታ ቀዳመይቲ ጽቡቕ ስምዒት ክስማዓና ተኽእለና ሽትራተጊ ፍቕሪ ወይ ከኣ ነቲ ንገብሮ ፍቶት ብፍቶትን ብፍቕርን ዝተሓወሶ ንገብሮ ተኾይና መዓልታዊ ጽቡቕ ስምዒት ክስማዓና ተኽእለና እቲያ ካልኣይቲ ምምስጋን እዩ ንግሆ ተስኢኻ ንስኻ ኦ ማይ ጋድ እዛ መዓልቲ እዚኣ ሚሎናት ሰባት ክርእይዋ ዝብሃጉ ግን ከኣ ክርእይዋ ዘይከኣሉ ኣነ ግን ካብቶም ክርእይዋ ዝበቕዕኹ ሓደ ኢልካ እንድሕር ደኣ መዓልትኻ ክትጅምራ እንድሕር ደኣ ትኽእል ተኾንካ ንስኻ መዓልታዊ ጽቡቕ ስምዒት ክስምዓና ወይ ጽቡቕ ስምዒት ክስምዓካ የኽእለካ እታ ሳልሰይቲ ከኣ ሓደሽቲ ነገራት ናይ ምፍታን ድልውነት ዘለካ። እንድሕር ደኣ ኣብ ህይወትካ መዓልታዊ ሓድሽ ነገር ክትፍትን ድሉው ተኾንካ፣ ንስኻ እቲ ናትካ ኣትፈልጦ ወጺኻ ሓድሽ ነገር ትፍትን ስለ ዘለኻ ንስኻ ጽቡቕ ነገር ክስምዓካ የኽእለካ ማለት እዩ። እታ ራብዐይቲ ከኣ ዕላማታትካ ምስዓብ። ዕላማታትካ ምስዓብ ንሕና ንዓና መዓልታዊ ጽቡቕ ስምዒታት ክስምዓና ዘኽእለና ሓደ ቀንዲ መንጪ እዩ። ስለዚ ዕላማታትካ ንስኻ ክትስዕቦምን እንድሕር ደኣ ትኽእል ተኾንካ መዓልታዊ ጽቡቕ ስምዒት ክስምዓካ የኽእለካ። እቲ ሓሙሸይቲ ከኣ እምነት እምነት እንድሕር ደኣ ንስኻ ኣብ ኣብቲ ንስኻ ትገብሮ ከምኡ እውን ንሰባት ክኸውን ይኽእል ከምኡ እውን ኣብ ነገራት ክኸውን ይኽእል ከምኡ እውን ኣብቲ ኣብ ዝኾነ ነገር እምነት ዘየብሉ ከም ሓደ ብመደሻ ተሃርሞ እምኒ ፈደሽደሽ ክብል ይኽእል እዩ ስለዚ እምነት እንድሕር ደኣ ተሃሊካ ኣብቲ ንስኻ ትኸዶን ትገብሮን ንዓኻ መዓልታዊ ኣብ ሂወትካ ጽቡቕታ ጽቡቕ ዝኾነ ስምዒት ክስምዓካን ኣኽእለካ ማለት እዩ እታ ሻድሸይትኻ እታ ሻድሸይትኻ ሓጎስ እቶም ኣብ ህይወትካ እትረኽቦምን ወይ ከዓ እትበፅሖምን ዘለኻ ወይ በቶም ዘለውካ እንድሕር ደኣ ንስኻ ሕጉስ ሰብ ተኾንካ መዓልታዊ ህይወትካ ከዓ ንስኻ ፅቡቕ ስምዒት ክስማዕካ የኽእለካ እታ ሻውዐይቲ ኣወንታዊ ምዃን ኣወንታዊ ሰብ ወይ ኣወንታዊ ዝኾኑ ሰባት ኣብ ህይወቶም መዓልታዊ ፅቡቕ ስምዒት ክስምዖም የኽእሎም ምኽንያቱ ንስኻ እንድሕር ደኣ ዓለታዊ ሰባት ኣብ ዘጋጥሙኻ ንስኻ ብዙሕ ግዜ ምስኦም ክትሕልፍ ዘይተመራፂ ይኸውን ምኽንያቱ ነቲ ናትካ ስምዒታት ነቲ ፅቡቕ ዝኾነ ስምዒታትካ ክሳይ ክገብርዎ ስለ ዝኽእሉ ክጥምዝዝዎ ወይ ክቕይርዎ ስለ ዝኽእሉ ማለት እዩ ስለዚ ንስኻ እንድሕር ደኣ ኣወንታዊ ሰብ ተኾንካ ብዝተኻእለካ መጠን ምስ ኣወንታውያን ሰባት ከምኡ እውን ነቶም ብርግጽ ሰባት ኣይትራኸብ ገለ ማለት ኣይኮንኩን እንተኾነ ግን ነቶም ሰባት ሓገዝ ናትካ ዘድልዩ በቲ ናትካ ኣወንታዊ ዝኾነ መንፈስ ወይ ጽቡቕ ዝኾነ ስምዒት ነቶም ካልኦት ሰባት ከምኡ ከማኻ ጽቡቕ ስምዒት ንክስምዖም ክትሕግዞምን ወይ ሸር ክትገብሮምን ትኽእል ኢኻ ኣወንታውያን ሰባት ኣብ ህይወቶም ጽቡቕ ስምዒት ክስምዖም እቲ ሻሙነይቲ ከኣ ቆራጽነት ኣብ ዕላሙኡ ዘለዎ ሰብ ቆራጽነት ኣብ ዕላሙኡ ዘለዎ ሰብ ብዘይ ምቁራጽ መዓልታዊ ጽቡቅን ሰናይን ዝኮነ ስምዒት ክስምዕዎ የክእልዎ እታ ታሽዐይቲ ከኣ ትርጉም ናይ ሂወትካ ምፍላጥ ትርጉም ናይ ሂወትካ ምፍላጥ ማለት ንስካ ኣብ ሂወትካ ሙሉእ ንስካ መዓልታዊ ንምንታይ ስለ ንምንታይ ተፈጢርካ ስለ ትፈልጥ እዚ እቲ ቀንዲ ክንገብራ ዘለና መዓልታዊ ንስኻ ጽቡቕ ስምዒት ክስማዓካ እንድሕር ደኣ ናይ ብሓቂ ትደሊ እንድሕር ደኣ ተኮንካ እዚኣ እታ ቀንዲ ነጥቢ እንድሕር ደኣ ናይ ብሓቂ ንስኻ ጽቡቕ ስምዒት ኣብ ሂወትካ ክስማዓካ እንድሕር ደኣ ትደሊ ተኮንካ መን ምዃንካ ክትፈልጥ ክትክእል ኣለካ እዚኣ እቲያ ቀንዲ ክንገብራ ዘለና ማለት እዩ መዓልታዊ ጽቡቕ ስምዒት ክስማዓካ እቲ ዓስረይትን ናይ መወዳእታን ከኣ ጥዕናና ኣብ ጥዕንኡ መዓልታዊ ስፖርት ከምኡ እውን ፅቡቕ ምግቢ ዝምገብ ፅቡቕ ስምዒታት መዓልታዊ ክስምዕዎ ደስታን ባህታን ክፈጥረሉ የኽእልዎ ማለት እዩ እዘን ዓሰርተ ነዚ ይመስላ ነይረን ኣብ ሂወትና ፅቡቕ ስምዒታት ክስምዓና ዘኽእላና ኣይሆብ እዚ ናተይ ጥራይ ኣይኮነን ኣነ ዝጥቀመሉ ከምኡ እውን ካብ መፅሓፍቲ ዘውፅኦ ከምኡ እውን ካብ ክኢላታት ዘምፅኦ እንታይ በሃል እዩ ስለዚ ከምቲ ንዓይ ዝጠቕመንን ኣብ ሂወተይ ከዓ ጽልዋ ዝገብረለይ ንዓኹም ከዓ ኣብ ሂወትኩም ፖዘቲቭ ዝኾነ ጽቡቕ ስምዒት መዓልቱ ኣገብር ኣብ ካልእ ቪድዮ ብካልእ ክስታ ንራኸብ ደሓን ኩኑ ኣብ መወዳእታ ሸር ኮመንት ላይክ ሳብስክራይብ ክትገብሩ ከዓ እቶም ሳብስክራይብ ዘይገበርኩም ማለት እዩ የዘኻኽረኩም ሓውኹም ግርማይ ኣብ ካልእ ብካልእ ክስታ ንራኸብ ደሓን ኩኑ ቻው ቻው